ሰላም ጥዕና ያበልና ዝኸበርኩም ተኸታተልቲ ልሳን ተጋሩ ዜናታት ናይ ዝዕለት ሒዝና መፅና ኣለና ፈለማ ግን ኣንዳ ቀንዲ ኣርእስታታ ጀነራል ድንኩል ዝመርሓ ኣርሚ ሰራዊት ትግራይ ዓብዪ ዓወት ከም ዘመዝገበት ተሓቢሩ ሻዕብያ ንመጀመርያ ዙር 20 ሽሕ ሰራዊት ክወሃቦ ከም ዝሓተተ ተገሊፁ መንእሰይ ኣብ ፀገሙ ኣካል መፍት ፍትሒ ንክኸውን ክሰርሕ እየ ክብል ቢሮ ጉዳይ መንእሰይ ትግራይ ሓቢሩ። ጀነራል ትግራይ ምስ ኤርትራ ዝግበር ዝኾነ ይኹን ፅምዶ ከምዘይቕበል ከምዝገለፀ ተፈሊጡ። ዝብሉን ካልኦትን ኣለውና። ሕጂ ድማ ናብ ዝርዝራዊ መፈለማ ግን ቻናልና ሳብስክራይ፣ ንምድላዋትና ድማ ላይክን ሼርን ብምግባር ቤተሰብ ይኹኑ። ሰናይ ምክትታል። ጀነራል ደንኮል ዝመርሓ ኣርሚ ሰራዊት ትግራይ ዓብዪ ዓወት ከም ዘመዝገበ ተሓቢሩ። ሕጂ ካብ ምዕራብ ትግራይ ዝተረኸበ ሓበሬታ ከም ዝገለጾ ንዓመታት ክስልጥኑን ክፍክሩን ዝጸንሑ ጽንፈኛ ሓይልታት ኣምሓራ ሕጂ ብረቶም ደብርዮም ኣብ ህድማ ከም ዝርከቡ ተፈሊጡ። ጽንፈኛ ሓይልታት ኣምሓራ ኣብ ምዕራብ ትግራይ ዝነበረ ህዝቢ ትግራይ ክጸንት ብምግባር ኩሉ ሃፍቲ እቲ ትግራዋይ ተቖፃፂሮም ዝርከቡ እኳ እንተኾኑ ሕጂ ግን ናይ ኢዶም ይረኽቡ ከም ዘለዉ ዝረኸብናዮ ሓበሬታ የረድእ። መራሕቲ ህወሓትን ሰራዊት ትግራይን ምስ ናይ ሱዳን መንግስቲ ብዝፈፀምዎ ፅኑዕ ሓድነት ብጀነራል ኣልቡርሃን ዝምራሕ መንግስቲ ሱዳን ናብ ስልጣኑ ክምለስ ከም ዝሓገዝዎ ተፈሊጡ። ደጋፊት ኣብይ ኣሕመድ ዝኾነት ሕቡራት ዓረብ ኢሚሬትስ ብዓማፂ ጀነራል ሓምዳን ዳጋሎን ንዝምራሕ ድሮናት እናሓገዘት ኣብ ልዕሊ ብጀነራል ኣልቡርሃን ዝምራሕ ሰራዊት ትካላት ሱዳንን መጥቃዕትታት ትፍጽም እኳ እንተሃለወት ብጀነራል ኣልቡርሃን ዝምራሕ ሰራዊት ሱዳን ግን ዓወታት እናመዝገበ ይቕጽል ከም ዘሎ ኣብ ዘየሰግእ ደረጃ ከም ዝበጽሐን ማዕኸናት ዜና ሱዳን እናጸብጸባ ይርከባ። ሰራዊት ሱዳን ዘመዝገቦ ዘሎ ዓወት ድማ ኣብ ሱዳን ዝርከብ ሰራዊት ትግራይ ኢድ ከም ዘለዎ ዓማጺ ጀነራል ሓምዳን ዳጋሎ ክሲ እናቕረበ ከም ዝጸንሐን ዝፍለጥ እዩ። ስለዚ ድማ ደገፈ ብልጽግናን ሕብራት ዓረብ ኤሚሬትስን ዝኾነ ብጀነራል ሓምዳን ዳጋሎ ዝምራሕ ዓማጺ ሰራዊት ሱዳን ሙልእ ብሙልእ ዝጠፍኣሉ ኩነታት ክፍጠር ስለዘሎ ምስ ሱዳን ተሓባቢርካ ምዕራብ ትግራይ ዝምለሰሉ መንገዲ ካሊእ መማረፂ ከምዝኾነ ተገሊፁ። እዚ ከምዚ ኢሉ እናሃለወ ጀነራል ድንኮል ዝምራሕ ሰራዊት ትግራይ ተደጋጋሚ ዓወት የመዝግብ ከምዘሎ ተሓቢሩ። ፅንፈኛ ሓይልታት ኣምሓራ ንሰራዊት ኢትዮጵያ ተኣማሚኖም ክፍክሩ እኳ እንተፀንሑ ሕጂ ግን ንዝበፅሖም ዘሎ መብረቓዊ መጥቃዕቲ ክምክቱ ስለዘይከኣሉ ንዓመታት ዝሃነፅዎ ድፋዖም ገዲፎም ይበታተኑ ከምዘለዉ ሻዕብያን መጀመርያ ዙር 20 ሽሕ ሰራዊት ክወሃቦ ከም ዝሓተተ ተሓቢሩ ውልቀ ምልኺ ኢሳያስ ኣፈወርቂ ኣብ መኽፈቲ በዓል ኣብ ዘስምዖ መደረ ምስ ስርዓት ብልፅግና ሓቢራ ኣብ ልዕሊ ህዝቢ ትግራይ ዝገበሮ ጨፍጫፍ ከም ዘየናስሖን ዘሰክፍ ከም ዘይብሉን ብግልፂ ቋንቋ ገሊፁ ኣሎ። መራሕቲ ህወሓት ምስ ሻዕብያ ፅምዶ ፈጢርና ኣለና እናበሉ ብወከልቶም ኣብ ፅምበል በዓል ኤርትራ እንተተረኸቡ እኳ ውልቀ መላኺ ኢሳያስ ኣፈወርቂ ግን ናይ ህዝቢ ትግራይ ቀዳማይ ፀላኢ ምዃኑ ኣረጋጊፁ ኣሎ። እዚ ካብ እዋን ደርጊ ጀሚሩ ህዝቢ ትግራይ ክፀንት ዝገበረን ናይ ኩሉ ግዜ ናይ ህዝቢ ትግራይ ደመኛ ፀላኢ ዝኾነን ውልቀ መላኺ ኢሳያስ ኣፈወርቂ ትማል ኣብ ልዕሊ ህዝቢ ትግራይ ብዝፈፀሞ ዘርኢ ምፅናት ከም ዘይፀገበ ሕጂ እውን ፅምዶ ብዝብል ሽርሒ ትግራይ ምስ ፌደራል ናብ ውግእ ክትኣቱ ንሱ ቀልቀሊ ሒዙ ብምርኣይ ህዝቢ ትግራይ ካብ ገፅ መሬት ምጥፋእ ከም ዝደሊ ኣረጋጊፁ ኣሎ። ስለዚ ድማ መራሕቲ ህወሓት ዝጀመርዎ ዘይተቐደሰ ርክብ ጠጠው ኣቢሎም ምስ ፌደራል መንግስቲ ተደራዲሮም ግዝኣቶም ከምልሱ ከም ዝግባእ ምሁራት ገሊፆም። እዞም ንኸብዶም ክብሉ ንህወሓት ወኪሎም ኣብ ኣስመራ ተረኺቦም ህዝቦም ዘደናግሩ ዘለዉ ወነንቲ ሚድያታት ትግራይን ፍሉጣት ኣክቲቪስታትን እውን ይኣክል ክበሃሉ ከም ዝግባእ ተገሊፁ። ሕጂ ዝወፀ ትኩስ ሓበሬታ ከም ዝገለፆ ጀነራል ኣበባው ታደሰ ክሳብ ዝሃቦ መግለፂ ኢትዮጵያ ወናኒት ወደብ ከይትኸውን ብዙሓት ጫውጫው እናበሉን እናተቃወሙን እኳ እንተሃለዉ ኢትዮጵያ ግን ወደብ ካብ ምውናን ዝኾነ ይኹን ሓይሊ ጠጠው ኣየብላን ክብል ንህዝቢ ኢትዮጵያ ብስራት ከም ዘስምዕ ሚድያታት ብልፅግና እናተቐባበልኦ ይርከባ። ስለዚ ድማ ኢትዮጵያ ኣብ ልዕሊ ኤርትራ ወታደራዊ ስጉምቲ ብምውሳድ ነተን ኣረመኔን ደመኛ ጸላኢ ህዝቢ ትግራይ ዝኾናን ውልቀ ምልኺ ኢሳያስ ኣፈወርቂ ካብ ስልጣና ንምእላይ ምድላዋታ ትውድእ ከም ዘላ ግልፂ ካብ ኮነ መራሕቲ ትግራይ እውን ምስ ፌዴራል መንግስቲ ብምድርዳር ግዝኣቶምን ኣፍልጦ ውድቦም ንምምላስ እቲ ዝሓሸ መማረፂ ከምዝኾነ ፍሉጣት ተንተንቲ እናገለፅ ይርከቡ። መራሕቲ ህወሓት ምስ ፌዴራል መንግስቲ ኣብ ስምምዕነት እንተበፂሖም ድማ ሰራዊት ትግራይ እውን ኣብ ጎኒ ፌዴራል መንግስቲ ተሰሊፉ ናይ ባዕሉ ግደ ክፃወትን እቲ ደመኛ ትግራይ ዝኾነ ሻዕብያ ክኣልዮን ከምዝግባእ እቶም ተንተንቲ እናገለፁ ይርከቡ። ነዚ ስዒቡ ድማ ህዝቢ ትግራይ እውን ብሻዕብያ ተወሪሮም ተወሲዶም ዝነበሩ ንብረቱ ንምምላስ ታሪኻዊ ኣጋጣሚ ከምዝረክብ ተገሊፁ። እዚ እንተዘይኮይኑ ግን መራሕቲ ህወሓት ህዝቢ ትግራይ ንክጠፍእ ለይትን ቀትርን ዝሰርሕ ዝነበረን ሕጂ እውን ኣብ ልዕሊ ህዝቢ ትግራይ ተወሳኺ ዘይወድኦ ዕማም ከም ዘለዎ ኣብ ኣደባባይ ዘረጋገፀን ውልቀ መላኺ ኢሳያስ ኣፈወርቂ ምእማን መንገዲ ፀጋም ከም ዝኾነ ንክተጥፍኦ ዘቀላጥፍ ከም ዝኾነን ተሓቢሮም እዚ ከምዚ ኢሉ እናሃለወ ሻዕብያ 20 ሽሕ ሰራዊት ንክወሃቦ ንመራሕቲ ትግራይ ሕቶ ከም ዘቕረበ ተገሊጹ ሻዕብያ ዝሕቶ ዘቕረበ ጦርነት እንተተጀሚሩ ንሓይልታት ፋኖ ቅድሚት ኣሰሊፎ ናብ ጦርነት ከም ዘእተዎምን መዝሓሊ ጥይት ከም ዝገበሮምን ሰራዊት ትግራይ ንተመሳሳሊ ዓላማ ክጥቀመሉ ደልዩ ከም ዝኾነ ተሓቢሩ። መንእሰይ ኣብ ፀገሙ ኣካል መፍትሒ ንክኸውን ክሰርሕ እየ ክብል ቢሮ ጉዳይ መንእሰይ ትግራይ ሓቢሩ። ብምትሕባር ቢሮ ጉዳይ መንእሰይ ትግራይ እኖታት ንእኖታት ፈንድ ስነ ህዝቢ ሕብራት ሃገራትን ፎርም ሰላምን ፀፅታን መንእሰይ ተሳሊጥ ሓላፊ ቢሮ ጉዳይ መንእሰይ ትግራይ ኣይተ ሓየሽ ስባጋድስ መንእሰይ ንዘጋጠምዎ ፀገማት ኣካል መፍትሒ ንክኾኑን ብዓለም ንክውስኑን ክስራሕ እዩ ኢሎም። ኣብ ቤት ምኽሪ ፀፅታ ውድብ ሕቡራት ሃገራት ኣብ መንእሰይ ኣተኲሩ ዝፀደቐ ድንጋገን ፕሮግራምን ንምፍፃም ኣብ ትግራይ ዘሎ ኣወዳድባ ንምጥንኻር ከምዝስራሕ ኣረዲኦም። ተጠቃምነት መንእሰይ ንምምሕያሽ ሕፅረት ገንዘብ ዕንቅፋት ብምዃኑ እዚ ንምፍታሕ ናይ መንእሰይ ሪቮሎቪንግ ፈንድ ንኸፍቀድ ናብ ዝምልከቶም ሕቶ ከም ዝቐረበ ገሊጹ። ሕጂ ህፃን ዘሎ ፅባሕ መንእሰይ መሬት ንኽርከብ ዝኽእለሉ ሒዝናዮ ሬድ ማፕ የለን ኣብዚ እውን ምስ ዝምልከቶም ኣካላት ብምውዳድ ክንሰርሕ ኢና ኢሎም ኣብ ዘቕረብዎ መዛተይ ጽሑፍ ተወካሊ ፈንድ ስነ ህዝቢ ውድብ ሕብረት ሃገራት ኣይተ ተስፉ ኣለሙ ብወገኖም ኣብ ባይታ ዘሎ ኩነታት መሰረት ዝገበረ ስራሕቲ ምርግጋእ ሰላምን ፀፅታን ወሳኒ ስለ ዝኾነ ትካሎም ነዚ ብምድጋፍ ይሰርሕ ከም ዘሎ ኣረዲኦም። ቤት ምኽሪ ጸጥታ ውድብ ሕቡራት ሃገራት ኣብ ጉዳይ ሰላምን ጸጥታን መንእሰይ ዘውጽኦ ድንጋገ 2020 2250 ኣብቲ መድረኽ ቀሪቡ ምይይጥ ተገይርሉ እዩ። እቲ ድንጋገ መንእሰይ ኣብ ኩለ መዳይ ምንቅስቓስ ምስታፍ ካብ ስግኣት ነጻ ኾኖ ምክልኻልን ንመንእሰይ ዝጎድኡ ምንቅስቓሳት ምውጋድ፣ ምስ ዝምልከቶም መዳርግቲ ኣካላት ምትእስሳር፣ ምውዳብን እግረ ምትካልን ዝብሉ ተግባራት ንምስላጥ ትልሚ ሓንፂፁ ኣሎ። እቲ ኣብ ትግራይ ዘላቒ ሰላምን ምርግጋፅ ድምፂ መንእሰይ ምግዋሕ ብዝብል መሪሕ ሓሳብ ይሳለጥ ዘሎ ፎርም ኣብ ዝቐረቡ መበገሲ ፅሑፋት ምይይጥ ብምክያድ ይቕፅል ኣሎ ክብል ጋዜጠኛ ኪሮስ መሓሪ ፀብፂቡ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለምክትታልኩም ነመስግን። ሰላም።